ሰኪፍና ካታ ዓርኪ ማዕረገ ናይ ጀርመን ስሕክያ ዋላ ንሕና ሰኪፍና እኮ ናይ ጀርመን ንሕክያ ሪሳን ዓርቢ ናብ ብሪጣንያ ኣትዩ ቀዳም ካብ ሓደ ድኳን ሰሪቑ ሶኒ ከዓ ተኣሲሩ ዝብት ከም ዝፍለጥ ቪኒሽስ ብዙሕ ዓሌትነት ብዙሕ ካልእ ካልእ ገጢሞ ነይሩ ሕጂ ካብዚ ካልኣይ ምውጽኡ ማለት እዩ ማርታ ትበሃል ተጻዋቲት ናይ ብራዚል ትፈልጥዋ ኢኹም Pero para ver o Vini Júnior ser reconhecido merecidamente como o melhor jogador da atualidade. ሰላም ከመይ ትኾኑ ጋይስ ካፊሊ ሎማዓንቲ ካብ ዝተፈለየት ሕሶ ተመይስና ኣለና ኣገደስቲ ሓበሬታት ከምኡ ውን ኣዘናጋዕቲ ቪድዮታት ክንርኢ ኢና ስለዚ ሳብ መወዳእታ ምሳይ ጽንሑ ሓደሽ ሽሕ ኪንኩም ሳብስክራይብ ከይትርስዑ ላይክ ብምግባር ጀምርዋ እዛ ቪድዮ ለስገው Tipo Cafiri, ጉዳይ ብፍፍ እያ ሕጂ እንታይ ማለቶም እዮም። ሰላም ሰላም ነዛ ቪድዮ ትዕዘብዋ ዘለኹም ኣነ ኢማኑዌላ ኣሞካሺ ይበሃል ኢማኑዌላ ናይጀርያዊት ኮይነ ኣብዚ ኣብ ከተማ ኣብ ናይጀርያዊት
ዋት ናይጀርያዊት ደላታ ወላስ እንታይ ትግርኛ ካባይ ንላዕሊ ትዛረብ ኣቡጃ ድማ ይቕመጥ መቸም ትግርኛኣ ክንደይ ይጨርይ ትብሎም ዘለኹም ኣይጠፍኣንን ግን ዕድመን ጥዕናን ይሃበን ኣንስቲ ደቀየን ሚሂረናኒ ኣነ ሕጉስቲ
ኣንስቲ ደቀይ ናይጀርያዊት እያ ኣንስቲ ደቃ ከኣኒ ኦማይ ጋድ ዋይ ባዕሎም መፅኦም ሕጂ ማስ ሚድያ ትግርኛ ክኢሎም መፅኦም ኣንስቲ እየ ክልተ ደቀይ ሓበሻ ስለ ዝተመርዐዉ ግን ቀንየረይ ትብሎም ዘለኹም ኣይጠፍኣንን ግን ዕድመን ጥዕናን ይሃበን ኣንስቲ ደቀየን ሚሂረናኒ ኣነ ሕጉስቲ እየ ክልተ ደቀይ ሓበሻ ስለ ዝተምርዐዉ ግን ቀንዲ ነዚ ቪድዮ ምስርሐይ ምክንያት እቶም ኣወዳት ሓበሻከ ንምንታይ ኢኩም ኣዋልድና ዘይትምርዐዉወን። ጽብቅቲ ሓሳብ እያ እዚኣ። ሕጂ ኣብ ናይጀርያ ብምሉኦም ይደልዩና ኣለዉ ማለት እዪ እታ። ዋሶ ሞላሲ ስለምንታይ እንተ መወደት ደይመጹን ኣዋልድ ጥራይ ድመጻና ዘለዋ ኢሎም። መቸም ንሕና ናይጀራውያን ፍቅርኹም እምበር ባሕርኹም ኣይንደልን ኢና እሞ።
ኦማይ ኩሉ ሰብ ፈሊጥና ብዛዕባ ባሕሪ ፈሪሓ ከም ዘለና ኩሉ ሰብ ፈሊጡ ፍቅርኹም እምበር ባሕርኹም ኣየድልየናን እዩ። ሃየ ደቀይ ኣለዋኹም ርኸቡ ኣይትስኣኑ ኢለኩም ኣለኹ።
ናይጀራውያን ንፈቕርና ደልዮም ኣወዳት ከማን ንኺድ ሓቢርና ንኺድ ዶም በቃ ናይጀርያ ፊልተር ድዩ ወላ ናይ ብሓቂ ንዓባይ ሰበይቲ

ካልእ እስኪ ከም ዋዛ ድያ ወላ ከም ዜና እዚኣ ክነግረኩም ጉዳም እዚስ ከኣ ፍሉይ እዩ ዓርቢ ናብ ብሪጣንያ ኣትዩ ቀዳም ካብ ሓደ ድኳን ሰሪቑ ሶኒ ከኣ ተኣሲሩ ዝበሃል እዩ እዚ ትሪእዎ ዘለኹም ዕላምኡ ፕላን ኢስ ፕላን እንዲ ትበሃል ዕላምኡ ምስራቕ እዩ ነይሩ ግዲ ከምዛ ትሪእዎ ዘለኹም ንጽባሒቱ እቲ ስኢሉ ስርቂ ጀሚሩ። እዚ ትሪእዎ ዘለኹም ሎናርዶ ቫልተር ዱሮን እዩ ዝበሃል። ወዲ ዕስራ ዓመት ኮይኑ ዝሓለፈ ዓርቢ ካብ ሩመንያ ናብ ብሪጣንያ ኣትዩ ንጽባሒቱ ቀዳም ኣብ ከተማ ኖቲንግሃም ካብ ሓደ TK Maxx ዝተባህለ ድኳን ዋጋ ሓሙሽተ ሚእትን ሸሞንተን ፓውንድ ዝኸውን ንብረት ሰሪቑ መታን እቲ ኣብ ኣፍደገ ዝርከብ ዲቴክተር ከይረኽቦ ነቲ ንብረት ብመጠቕለሊ ጠቕሊሉ ኣብ ማህደር ኣእትዩ ክወጽእ እንከሎ እቲ ዲቴክተር ድምጺ ስለ ዝገበረ ብኣባላት ጸጥታ ናይቲ ድኳን ተታሒዙ። ሓደ ካልእ ተሓባባሪኡ ድማ ዋላ'ኳ ሃዲሙ እንተነበረ ድሒሩ ግን ተታሒዙ። ዱቶር ካብ ዝሓለፈ ሰኑይ ኣትሒዙ ኣብ ቤት ማእሰርቲ ከም ዝርከብ ብ ተርጓማይ ገይሮም ገበኑ ምስ ነገርዎ ከኣ ከም ዝኣመነሉ ይሕበር። ቱዶር በቲ ገይርዎ ዘሎ ን ገበን ን ዓሰርተ ሽዱሽተ ሰሙን ተፈሪዱ ኣብ ሓደ ናይ መንእሰያት ቤት ማእሰርቲ ይርከብ። ካልእ ምስዚ ጉዳይ ዝተኣሳሰር ቱዶር ቅድሚ ክልተ ሰሙን ኣቦ ከም ዝኾነ ቆልዓ ከም ዝወለደን ይሕበር። ሕጂ ፕላኑ ናብ እንግሊዝ ምእታዉ ስርቂ ኢያ ኔራ መስለኒ እዚኣ ዜና ካብ ጎትሽ ዝበሃል ሓደ ናይ ቲክቶክ ከምዚ ዓይነት ዋዛ ሕውስ ዝበሉ ኣገደስቲ ሓበሬታት ዘምጽዩ ስለዚ እዛ ስዋይ ካብኡ የምጽእ ኢያ ኣመል ምስ መግነዝ ዝበሃል ከምዚ ኣብ ዝኸድካዮ ዘይገድፍ እንድሕር ኮይኑ ኣብታ ዝኣተኻያ ቦታ ከኣ ትጅምራ ማለት ኢዩ ይገርም ኢዩ ጉዳም
ሳሚ ሓንቲ ዕላል ክዕለካ ናይ ወዳሚት ከምዚ ክብሎ ዝጸንሐ ኣቦ ሓሙሽተ ቆልዑት እዩ ወዳሚት ብጣዕሚ እየ ድፈትዎ ዖቢት እያ ንላ ኣዝየ ድፈትወካ ብጣዕሚ ወዲ ርሻነይ ማዕረይ ቀደም ሲ ልካ ሓደ ዓርኩስ ካብ ደገ ደው ይብሎ እንጂ ኣታ ወዲ ዖቢት ዓርከይ ሕሰቦ እሞ ሰላሳን ሰለስተን ዓመት ተፈላሊና

ክዕወት ዝግበኦ ወይ ከኣ ክዕወት ሃንድረድ ፐርሰንት ከዕወት ኢሉ ሰብ ተስፋ ገይሩሉ ዝነበረ ዝገመቶ ቪኒሽየስ እዩ ነይሩ እንተኾነ ግን ሮድሪ ተዓዊቱ ኣሎ ከምዚ ትሪእዎ ዘለኹም 2024 ሮድሪ ተዓዋታይ ብባሎንዲኦር ባሎንዲኦር ኮይኑ ኣሎ ማለት እዩ ሮድሪ ተጻዋታይ ማንቸስተር ሲቲ ከምኡውን ሃገራዊት ጋንታ ስጳኛ ማለት እዩ ስለዚ ብዙሕ ሰብ ቪኒሽስ ኮዛ ምዃኑ ገሚቱ ነይሩ ኣብ ዝሓለፈ ዓመት ከም ዝፍለጥ ቪኒሽስ ብዙሕ ዓሌትነት ብዙሕ ካልእ ካልእ ገጢሞ ነይሩ ሕጂ ካብዚ ካልኣይ ምውፅኡ ማለት እዩ ብዙሕ ሰብ ምስ ከምኡ የተሓሕዞ ኣሎ ቪኒሽስ ከም ዝተዓመፀ ዝገልፁ ብዙሓት ሰባት ብዙሓት ሰባት ብዙሓት ሰባት ብፍላይ ዓበይቲ ስፖርተኛታት ዝጊደፍዎ ዝብል ቀሰብ ገለ ይበልኩኹምን እዞም ስፖርተኛ ቴ ድብለኩም ደለኹ ሕጂ ማርታ ትበሃል ተፃዋቲት ናይ ብራዚል ትፈልጥዋ ኢኹም ማርታ ዝበለፀት ካብ ደቂ ኣንስትዮ ሳብ ዝሕጂ እዋን ካብ ዘሎ ብዙሕ ሽልማታት ወይ ዓመት ዓመት ካብ ዝተወስደ ናይ ደቂ ኣንስትዮ ዝበዝሐት ዓዊታ ደላ ማርታ ብራዚላዊ ትፈልጥዋ ኢኹም

That's why ዓመጽ ከም ዝወረዶ ቪኒሽየስ እያ ብሓፈሻ ትዛረብ ዘላ ብዙሓት ሰባት እውን ንዓኣ ኣርእስቲ ሂቦም ብእንግሊሽ እንታይ ይበሃል ገብሩላ ነይሮም ስለዚ ብዙሕ ሰብ እዩ ብዙሕ ሰብ ካብ ውልቀ ሰባት ጀሚርኩም ብዓብዩ ብዓብዩ ማድሪድ ማድሪድ ናብዚ ሽልማት እዚ ኣይመፀትን ወልሓደ ካብታ ጋንታ ናብዚ ሽልማት እዚ ዝመፀ የለን ምክንያቱ ብክለብ ተዓዋቲት ንሰያ ኮይና ተዓዋቲት ናይ 224 ማድሪድ እያ ኮይና እንተኾነ ግን ክመፁ ይከኣሉን ማለት እዩ ዝኾነ ይኹን ተፃዋታይ ካብ ማድሪድ ክመፅእ ኣይከኣለን ስለዚ ብዙሓት ሰባት ንባሎንዲኦር ምትላል ምዃኑ ወይ ከ የታልል ከም ዘሎ ባሎንዲኦር ገይሮም ዝገልፅዎ ብዙሓት ሰባት ኣለዉ ነዚ ምርኩስ ብምግባር ከ እዚኣ ኣብ ባሎንዲኦር ዝተዘርግሐት እያ እዚ ከ ትርእይዎ ዘለኹም ናይዚ ዓመት እዚ ወይ ከ ናይ 2024 ዘመዝገብዎ እዩ ሮድሪ ከምኡውን ቪኒሽስ ማለት እዩ ጌምስ ክልቲኦም ዝተፃወትዎ ቪኒስየስ ኣርብዓን ትሽዓተን ተጻዊቱ፣ ሮድሪ ከኣ ሱሳን ሰለስተን ተጻዊቱ፣ ጎልስ ዓሰርተ ክልተ ኣመዝጊቡ፣ ኣብዚ ከኣ ቪኒስየስ ይበልጽ ማለት'ዩ ዕስራን ሽዱሽተን ጎል እዩ መዝጊቡ፣ ኣሲስት ከኣ ዓሰርተ ኣርባዕተ ናይ ሮድሪ ይበልጽ ማለት'ዩ ኣብዚ ኣሲስት፣ ኪ ፓስ ኣብዚ ሚእቲ ኣሎ ናይ ሮድሪ ኣብዚ ከኣ ሰብዓ ኣሎ ማለት ካልእ ኣብዚ ቢግ ቻንስ ቱ ክሬት ይብል ኣሎ ወይ ከኣ ዓበይቲ ዕድላት ተፈጢርሎም እሞ ከኣ ጎል ዘመዝገበዎ ማለት'ዩ፣ ቪኒስየስ ዓሰርተ ትሽዓተ ሩድ ሪኻኒ ዓሰርተ ሓደ ሕጂ ብዙ ምናልባት እቲ ናቶም ፖዚሽን እውን ስለ ዝፈላለ ምክንያቱ ቪኒሽስ ኣጥቃዕ እዩ ስለዚ ዓሰርተ ትሽዓተ ጎል ወይ ካኒ ብዙሕ ዕድላት ክረክብ ተኽእሎ ኣለዎ ማለት እዩ ሮድሪ ካኒ ካብ ድሕሪት ወይ ከዓ እንዳተኸላኸለ ዘከፋፍል እዩ ስለዚ ብዙሕ ዕድላት እውን ክረክብ ኣይክእልን እዩ ስለዚ ኣርባዕተ ብዓሰርተ ሓደ ክሬትድ ዝገበረን ዓሰርተ ሓደ እዩ ስለዚ ኣብዚ ቪኒሽስ ይበልፅ ማለት እዩ ዓበይቲ ዕድላት ረኪቦም እሞ ከዓ ዝሰሓትዎም ከዓኒ ቪኒሽስ ዕስራን ሽዱሽተን ዕድላት ስሒቱ ሮድሪ ከዓኒ ኣርባዕተ ማለት እዩ ስለዚ እዚ ንሪኦ ዘለና ብዙሕ ፍልልይ ኣለዎም ማለት እዩ ሳክሰስፉል ድሪፕልስ ዝብል ኣሎ እዚ ከዓ ሰብዓን ክልተን ፐርሰንት ናይ ሮድሪ ይበልፅ ማለት እዩ እዚ ድዋል ስዎን ኣብዚ ከዓ ሮድሪ ይበልፅ ሰለስተ ሚእትን ሓምሳን ክልተን ቪኒሽስ ክልተ ሚእትን ስሳን ሽዱሽተን ስለዚ ኣብዚ ትሪእዎ ዘለኹም እቲ ዝበዝሐ በሊፅዎ ዘሎ ሮድሪ እዩ ማለት እዩ ስለዚ በዚ እንድሕር ከይድና ያ ብኩሉ በሊፅዎ ኣሎ ሮድሪ ከምኡውን ኣብ ብዝሒ ዋናጮ ከማን ሮድሪ ይበለፅ ዩሮስ ከምኡውን ፕሪምየር ሊግ ዩኤፋ ሱፐር ካፕ ፊፋ ክለብ ወርልድ ካፕ ዝብሉ ኣርባዕተ ኣርባዕተ ዋናጩ ዓቲሩ ኣሎ ማለት እዩ። ቻምፒየንስ ሊግ፣ ላሊጋ ከምኡውን ስፓኒሽ ሱፐር ክለብ ከኣ ኣብዚ ሕጂ ብድምር ድሮሪ ይበልጽ ማለት እዩ። እዚ ግን ምናልባት መብዛሕትኡ ሰብ ምስ መን እዩ ዝወዳድሮ ዘሎ ሜሲ ኣብ ዝሓለፈ ዝወሰደሉ 2022 ሰለስተን ማለት እዩ ናይ ሜሲ ምስ ናይ ሃላንድ ስነነጻጽሮ ሃላንድ ብብዝሒ ይበልፆ ነይሩ ማለት እዩ ግን ዋንጫ ዓለም ምውሳዱ ሜሲ ጥራይ ከወስዶ ክኢሉ ነይሩ ማለት እዩ ስለዚ ብዙሕ ዲፈረንት እዩ ዘሎ ብዙሕ ብዙሕ ርእቶታት እዩ ዘሎ ኣብ ባሎን ዲኦር ማለት እዩ ከምዚ ዘለዎ እንድሕር ከይዱ ክብሩ ክቕንስ እዩ ባሎን ዲኦር ክብሩ ክቕንስ እዩ ምክንያቱ መብዛሕትኡ ሰብ ኣብዚ ሕጂ እዋን ኣገዳሲ ጌሩ ክሪኦ ኣይጅምርን ኢዩ ካብ ንዓመታ ማለት ኢዩ ምክንያቱ ሎሚ ዓመት ሪያል ማድሪድ ትኣክል ዓባይ ክለብ ነዚ ክትድግፎ ኣይከኣለትን ወይ ክትመጽእ ኣይከለትን ሽልማታ ክትወስድ ኣይከኣለትን ስለዚ ካብ ንዓመታ ውን ገሊኤን ከምኡ እንዳበላ ክንሰሓባ ክእላ ኢየን ስለዚ እቲ ዘለዎ ተቀባልነት እንዳጎደለ ክኸይድ ይኽእል ኢዩ ማለት ኢዩ ባሎንዲኦር ከምዚ ዘለዎ እንድሕር ቀጺሉ ማለት ኢዩ ብዝኾነ ኮይኑ ግን ሮድሪጎ እንቋዕ ሓጎሶ ይግብኦ ኢዩ ይግብኦ ኢዩ።